ሰላምን ጥዕናን ንኹልኹም ተኸታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣትው ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ንተኸታተልተይ የምህር እዩ ኢለ ዝሓሰብክዎ መደብ ሒዘልኩም እመፅእ ኣለኹ ናይ ለማዓንቲ መደበይ ዘልዕሎ ቅድሚ ምድቃስኩም ብፍፁም ክትበልዕዎም ዘይብልኩም ምግብታትን ከምኡ እውን ቅድሚ ምድቃስኩም ንሰላማዊ ጥዕንኡ ዝተሓለወ ድቃስ ልዑል ጥቕሚ ዘለዎም ምግብታት ክሕብረልኩም እየ ስለዝኾነ ኣብዚ መደብ ዝሕብረልኩም ክትፈልጥዎም ዘለኩምን ክትጥንቀቑሎም ዝግበኣኩምን እዮም። ኣብዝሓ ሰባት ነዘን ምግብታት ብዘይምፍላጥ ምሸት ክትበልዑ ዘይብልኩም ምግብታት እንዳበላዕኹም ናብ ዝተፈላለዩ ፀገማት ብምእታው እንዳተሳቐኹም ትርከቡ ኢኹም። ብኡ ልክዕ ድማ ክትበልዑ ዘይብልኩም ብምፍላጥ ጥዕንኡ ዝተሓለወ ሰላማዊ ድቃስ ተደቅሱ ኣለኹም ኢኹም። ስለዝኾነ ነዚ መደብ እስካብ መወዳእታ እንተዳሚጽኩም ቅድሚ ድቃስ ክትበልዑ ዘይብልኩም ሓደገኛ ምግብታትን ቅድሚ ድቃስ ክትበልዑ ዘለኩም ምግብታትን ትፈልጡ ኢኹም።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 ስድራ ንዝኾንኩምኒ እንዳመስገንኩ ናብ መደበይ ክምለስ። ፈለማ ምሸት ጽቡቅ ድቃስ ንከይትድቅሱ ዝገብሩ ዝርብሽኹም ምሸት ክትበልዕዎም ዘይብልኩም እስካብ ኣርባዕተ ዝጽግዑ ብጣዕሚ ክትጥንቀቅሎም ዘለኩም ምግብታትን መስተታትን ክንርኢ። እቲ ቀዳማይ ንሪኦ ኮሚደረ እዩ። ንኮሚደረ ምሸት ቅድሚ ድቃስ ክትበልዑ የብልኩምን ምኽንያቱ እንታይ እዩ? ኣእምሮና ዕረፍቲ ንኸይረክብ ስለዝገብሮ እዩ። ብፍላይ ኮሚደረ በሊዕኹም ኣብ ውሽጢ ውሑዳት ደቓይቕ ትድቅሱ እንተኾይንኩም ኣእምሮኹም ዕረፍቲ ንኸይረክብን ኣእምሮኹም ኣብ ምሸት ሰዓት ዕረፍቲ ዘይረክብ እንተኾይኑ ድማ ብዙሓት መሰላትኩም ሙሉእ ንሙሉእ ኣክቲቭ ንክኾኑ ይገብር እዩ። ዕረፍቲ ንኸይረኽቡ እውን ይገብር እዩ። እዚ ድማ ዝተፈላለዩ ክፋላት ሰውነትኩም ጉድኣት ንክበፅሖም ዝገብር እዩ። ምኽንያቱ እንታይ እዩ ሰውነትኩም ቀትሪ እንዳሰርሐ ውዒሉ ምሸት ኣብ ትድቅስሉ ግዘ፣ ሓደሽቲ መስላት ዝፍጠረሉን ዕረፍቲ ዝገብሩሉን ግዘ እዩ። ኣብዚ ግዘ ድማ ኮሚደረ በሊዕኹም ትድቅሱ እንተኾይንኩም ልክዕ ከምዘይደቀስኩም እዩ ኣእምሮኹም ኣክቲቭ ዝኸውን። ምኽንያቱ እንታይ እዩ? ዝበላዕኹሞ ኮሚደረ ዕረፍቲ ንኸይገብርን ኣክቲቭ ንክኸውንን ስለዝገብሮ እዩ። እዚ ድማ ኣብ ጥዕናኹም ልዑል ጉድኣት የስዕበልኩም እዩ። ስለዝኾነ ድማ ኮሚደረ ምሸት፣ ኣትክልት ቅድሚ ምድቃስኩም ክትበልዑ የብልኩምን። ኮሚደረ ቀትሪ እንተበሊዕኹም ብዙሓት ንሰውነትኩም ዝህቦም ጥቕምታት ኣለው፣ ኮይኑ ግና ኣብ ሰዓቱን ብልክዑን ክብላዕ እንተሎ እዩ ጥቕሚ ዝህብ። ስለዝኾነ ኣብ ቀትሪ እምበር ምሸት ቅድሚ ድቃስ ኮሚደረ ተዘይትበልዑ ይምረጽ። ኣብ መበል ካልኣይ ንሪኦ፣ ቅድሚ ምድቃስኩም ክትሰትይዎ ዘይብልኩም ድማ ቡን እዩ። ቡን ምሸት ምስታይ ሓደገኛ እዩ፣ ምኽንያቱ እንታይ እዩ? ኣብዚ ኣብ ቡን ካፊን ከም ዘሎ ይፍለጥ እዩ፣ ኣብ ውሽጢ ቡን ዘሎ ካፊን ድማ ልክዕ ከም ኮሚደረ ኣእምሮኹም ዕረፍቲ ንኸይረክብ ይገብር እዩ፣ ሰውነትኩም ንኽነቓቓሕ ናይ ምግባር ኣእምሮኹም ንኽነቓቓሕ ናይ ምግባር ስራሕ ዝሰርሕ ስለ ዝኾነ እዩ። ኣብዝሓ ሰባት ዝዛረብዎ ነገር ኣሎ፣ ምሸት ቡን እንተሰትየ ድቃስ ይኣብየኒ እዩ። ድቃስ ኣይወስደንን ዝብሉ ሰባት ኣለዉ። እዚ ዝኾነሉ ምኽንያት ድማ እንታይ እዩ? ኣብ ውሽጢ ቡን ዘሎ ካፊን ንብሎ ናይ ምንቕቓሕ ጠባይ ስለ ዘለዎ፣ ቡን ሰቲኹም ምሸት ክትድቅሱ እንከለኹም ክኣብየኩም ይኽእል እዩ። ኣእምሮኹም ኣክቲቭ ስለ ዝኸውን ድቃስ ዘይክወስደኩም ይኽእል'ዩ ማለት እዩ። እዚ ድማ እኹል ጥዕንኡ ዝሓለወ ድቃስ ንኸይትረኽቡ ናይ ምግባር ስራሕ ይሰርሕ እዩ። ኣእምሮኹም ኣብ ምሸት ሰዓት እኹል ድቃስ ዘይረክብ፣ እኹል ዕረፍቲ ዘይረክብ፣ ኣክቲቭ ኮይኑ ዝጸንሕ እንተኾይኑ ኣብ ጥዕናኹም ጎናዊ ሳዕቤን የምጸልኩም እዩ። ስለዝኾነ ቅድሚ ድቃስ ቡን ክትሰትዩ የብልኩምን። ኣብ መበል ሳልሳይ እንሪኦ ቅድሚ ድቃስ ክንበልዖ ዘይብልና ድማ ዳርክ ቸኮሌት እዩ። ዳርክ ቸኮሌት እውን ልክዕ ከም ቡን ተመሳሳሊ ዝኾነ ኣብ ውሽጡ ልዑል ዝኾነ ናይ ካፊን በዝሒ ኣለዎ። እዚ እውን ተመሳሳሊ ስራሕ ይሰርሕ እዩ። ኣእምሮኹም ንክነቓቓሕ ናይ ምግባር ጠባይ ኣለዎ። ኣብ ምሸት ሰዓት ዳርክ ቸኮሌት ትበልዑ እንተኾይንኩም ድቃስ ምስኣን ኣክቲቭ ናይ ምዃን ጠባይ ስለ ዘምጽእ እዚ ድማ ቅድም ኢለ ከም ዝሓበርኩልኩም ኣእምሮኹምን ሰውነትኩምን ዕረፍቲ ክወስድ ኣብ ዝግብኦ ሰዓት ዕረፍቲ እንተዘይወሲዱ ጎናዊ ናይ ጥዕና ሳዕቤን የምጸልኩም እዩ። ኣብ መበል ራብዓይ ንሪኦ ቅድሚ ድቃስ ክትበልዕዎ ዘይብልኩም ምግቢ ድማ ብሮኮሊ እዩ። ብሮኮሊ ጸገሙ እንታይ እዩ? ቀልጢፉ ኣይሓቅቕን። ምሸት ኣብ ድራር ሰዓት ብሮኮሊ እንተበሊዕኹም ናይ ምኽባድ ከምኡ'ውን ቀልጢፉ ናይ ዘይምሕቓቕ ጠባይ የምጽእ እዩ። እዚ ድማ ብሮኮሊ በሊዕኹም ትድቅሱ እንተኾይንኩም ለይቲ ናይ ጨጓራ ሕማም ከለዓዕለልኩም ይኽእል እዩ። ከምኡ'ውን ቃንዛን ማቻ'ውን ንኸይስምዐኩም ይገብር እዩ። ተረጋጊእኹም ሰላማዊ ዝኾነ ጥዕንኡ ዝሓለወ ድቃስ ንኸይትድቅሱ ይገብር እዩ። ቀልጢፉ ስለ ዘይሓቅቕን ናይ ምኽባድ ጠባይ እውን ስለ ዘለዎ ንድቃስኩም ይርብሽ እዩ። ብፍላይ እውን ኣብ ጨጓራኹም ልዑል ጸቕጢ የሕድር እዩ። ስለ ዝኾነ እዘን ዝሓበርኩልኩም ኣርባዕተ ምግብታት፣ ኮሚደረ፣ ዳርክ ቸኮሌት፣ ብሮኮሊ ከምኡ እውን ቡን ምሸት ቅድሚ ድቃስ እንተዘይትወስዱ ይምረጽ። ንናይ ሰውነትን ናይ ኣእምሮ ጥዕናኹምን ተባሂሉ ምሸት ቅድሚ ድቃስ ተዘይትወስዱ ይምረጽ። ኮይኑ ግና ቀትሪ ነዘም ምግብታት እንተበሊዕኹም ምንም ዓይነት ጉድኣት የብሎምን። ነዚ ምስ ረኣና ምሸት ቅድሚ ድቃስ እንተትበልዕዎም ዝምረጹ ኣእምሮኹም እኹል ዕረፍቲ ንኽረክብ ዝሕግዙ ምግብታት ድማ ቀጺለ ክሕብረልኩም እየ። እቲ ቀዳማይ ምግቢ ዓሳ እዩ፣ ብፍላይ ድማ ናይ ቱናን ናይ ሳልመን ዓሳ ምሸት እንተበሊዕኩም ኣእምሮኹም እኹል ዕረፍቲ ንኽረክብን ሰውነትኩም ርግእ ንኽብል መስላትኩም ዕረፍቲ ንኽረኽቡ ዝገብር ብሉጽ ምግቢ እዩ። ስለዝኾነ ምሸት ብፍላይ ድማ ናይ ቱናን ናይ ሳልመን ዓሳ እንተበሊዕኹም ንእእምሮኹም ንሰውነትኩም ከምኡውን ንድቃስኩም ልዑል ጥቕሚ ከም ዘለዎ ክትፈልጡ ኣለኩም። ኣብ መበል ካልኣይ ንሪኦ ቅድሚ ድቃስ ክንበልዖ ዘለና ምግቢ ድማ ለውዝ እዩ። ለውዝ ልክዕ ከም ዓሳ ኣእምሮና ዕረፍቲ ንክረክብ ዝሕግዝ ምግቢ እዩ። ቅድም ኢለ ዝሓበርኩልኩም ኣርባዕተ ምግብታት ዘነቓቕሑን ኣእምሮና እኹል ዕረፍቲ ንከይረክብ ዝገብሩ ምግብታት እዮም ነይሮም። እዚኦም ድማ ብተፃራሪኡ ኣእምሮና ዕረፍቲ ንክረክብ ዝሕግዙና ምግብታት እዮም። ስለዝኾነ ድማ ለውዝ እውን እንተበሊዕኹም እኹል ጥዕንኡ ዝተሓለወ ድቃስ ትረኽቡ ኢኹም። ኣብ መበል ሳልሳይ ንሪኦ ምግቢ ድማ ፀባ እዩ። ፀባ ድማ ናይ ሜላቶኒን ሆርሞን ኣብ ሰውነትና ብልዑል መጠን ንክፍልፈል ይገብር እዩ። እዚ ሆርሞን ድማ ሰውነትና ንክረጋጋእ ድቃስ ንክወስደና ዝገብር ናይ ሆርሞን ዓይነት እዩ። ስለዝኾነ ፀባ ምሸት እንተሰቲኹም ሰላማዊ ጥዕንኡ ዝተሓለወ ድቃስ ንኽትድቅሱ ዝሕግዘኩም እዩ። ኣብ መበል ራብዓይ ንሪኦ ድማ መዓር እዩ። መዓር ብፍላይ ንሰውነትና ብጣዕሚ ብዙሓት ጥቕምታት ይህብ እዩ። ካብዚኦም ድማ ምስ ድቃስ ተታሒዙ ጥዕንኡ ዝተሓለወ ድቃስ ንኽንረክብ ከምኡ እውን ሰውነትና ንኽረጋጋእ ኣእምሮና ዕረፍቲ ንኽረክብ ናይ ምግባር ዓቕሙ ብጣዕሚ ልዑል እዩ። ስለዝኾነ ምሸት ንመዓር ብጸባ ጌርኩም ክትሰትዩ እትኽእሉ ኢኹም። መዓር ብጸባ እንተሰቲኹም፣ ኣእምሮኹም፣ ሰውነትኩም ዕረፍቲ ንኽወስድ ብምግባር ሰላማውን ጥዕንኡ ዝተሓለወን ድቃስ ንኽወስደኩም ዝሕግዘኩም እዩ። ብፍላይ ድማ ብናይ ስእነት ድቃስ እትሳቐዩ ሰባት፣ ጸባ ብመዓር ክትሰትዮ ኣለኩም፣ ስለዝኾነ ቅድሚ ድቃስ ክትበልዕዎም ዘለኩምን ክትበልዕዎም ዘይብልኩምን ብተመሳሳሊ ድማ እንተትበልዕዎም ዝምረጹ ምግብታት ዝረኣናሉ መደብ በዚ ክዛዝም፣ ካብ ናይ ለማዓንቲ መደበይ ዝኾነ ሓድሽ ነገር ከምዝሓዝኩም ተስፋ ይገብር፣ ነዚ ቻነል ሓደሽቲ ዝኾንኩም ሳብስክራይብ ብምግባርን ነታ ናይ ደውል ምልክት ብምንካእን ክተተባብዑናን ስድራ ክትኮኑናን ብኽብሪ ንሓትት። መደብና ናብ ብዙሓት በጺሑ ትምህርቲ ንክወስድሉ ላይክ ሸር ግበርዎ ሓሳብ ሪኢቶኹም ብኮሜንት ኣብጹሑና ብኻሊእ መደብ ብኻሊእ ሓሳብ እስካብ ንራኸብ ሰላምን ጥዕናን ንኹላትና የቐንየለይ።